ድምፂ ኣሰና እዚ ካብ ከተማ ለንደን ዝመሓላለፍ ድምፅኹም ድምፂ ኣሰና እዩ ነቒሉ ጎቦዝ ነቒሉ

ሰላም ኩቡራት ተኸታተልቲ ድምጺ ሰና ከመይ ትውዕሉ ኣብ ናይ ሎሚ ኣርባዕተ ሓምለ መደብና ፈለማ ዜና ቀጺልና ኣበባ ተስፋ ጊዮርጊስ በዓታይ እንተተዓቆርካስ ትሰምዕ ደኣ ብዝብል ኣርእስቲ ዘመሓላለፈቶ መልእኽቲ ሰላምን ዕርቅንስ ባህግና እዩ ይገበር ልኡላውነት ቀይሕ መስመር ግን ከይስበር ብዝብል ኣርእስቲ ተስፋይ ተኽለ ዝለኣኸልና ርእይቶ ከምኡውን ዶክተር ብርሃነ ወልደ ሚካኤል ምብጻሕ ልኡኽ ኤርትራ ናብ ኢትዮጵያ ጎንደርሲ ኬድካ እንታይ ሒዝካኸ ተመሊስካ ክብል ዝሃቦ ርኢቶ ኣከታቲልና ከነቕርበልኩም ኢና። ሕጂ እምበኣር ዜና እንሆ በርእስታቱ ክንጅምር። ውልቀ መላኺ ኢሳያስ ኣፈወርቂ ኣብ ሕቡራት ኢማራት ዓረብ ምስ ወራሲ ዓራት ኣቡዳቢ ሸኽ ማሕሙድ ቢን ኣልናህያን ከም ዝተራኸበ ሽንዋ ሓቢሩ። እቲ ኣብ መንጉ ኤርትራን ኢትዮጵያን ተጀሚሩ ዘሎ ዝርርብ ሰላም ማሕልኻታት ዝበዝሖ ምዃኑ ኣገልግሎት ዜና ቱርኪ ኣናዶሉ ኣጀንሲ ሓቢሩ። ኣሜሪካ ዜጋታታ ናብ ሱዳን ከይገሹ መጠንቀቕታ ብምትሕልላፋ ሱዳን ጓሂኣ ከም ዝገለጸት ሽንዋ ሓቢሩ። ዜና ብዝርዝር ውልቀ መላኺ ኢሳያስ ኣፈወርቂ ኣብ ሕቡራት ኢማራት ዓረብ ምስ ወራሲ ዓራት ኣቡዳቢ ሸኽ ማሕሙድ ቢን ኣልናህያን ትማሊ ሰለስተ ሓምለ ከም ዝተረኸበ ኣገልግሎት ዜና ቻይና ሽንዋ ሓቢሩ። እቲ ዜና ከምቲ ብልሙድ ክልቲኦም ወገናት ኣብ ንግድን ወፍርን ዘትዮም ክልተኣዊ ዝምድንኦም ገምጊሞም ንክልቲኦም ኣብ ዘገድስዎም ዞባውን ኣህግራውን ጉዳያት ሓሳባት ተለዋዊጦም ካብ ምባል ሓሊፉ ዝርዝር እኳ እንተዘይነበሮ ውልቀ መላኺ ኢሳያስ ኣፈወርቂ ነቲ ቀዳማይ ሚኒስተር ኢትዮጵያ ዝወሰዶ ናይ ዕርቅን ሰላምን ተበግሶ ብኣዎንታ ድሕሪ ምምላሱ ከምኡውን ኢማራት ነቲ ኣብ ኢትዮጵያ ዝካየድ ዘሎ ቅልጡፍ ለውጢ ንምትብባዕ ሰለስተ ቢልዮን ዶላር ብቐጥታዊ ሓገዝን ወፍርን ክትህብ ድሕሪ ምውሳና፣ ብኢሳያስ ዝግበር ዘሎ ዑደት ምዃኑ ኣብ ግምት ኣእቲኻ ክንበብ ዘለዎ እዩ። ውልቀ መላኺ ኢሳያስ ኣፈወርቂ ነታ ኢትዮጵያ ከም ኣፍደገ ባሕሪ እትጥምታን ምስ ኤርትራ ኣብ እትገብሮ ርክብ ኣብ ቀዳመይቲ ኣጀንድኣ ዝኾነትን ወደብ ዓሰብ መበገሲ ናይቲ ኢማራትን ስዑድን ኣብ የመን ዘካየድኦ ዘለዋ ስርሒታት ክትከውን ከም ወተሃደራዊ መደበር ኣሕሊፉ ሂብዋ ምህላዉ እውን ይፍለጥ። እቲ ኣብ መንጎ ኤርትራን ኢትዮጵያን ተጀሚሩ ዘሎ ዝርርብ ሰላም ማሕልኻታት ዝበዝሖ ምዃኑ ብምምልካት ነቲ ዝምድና ናብ ምሕዳስ ጻዕሪ ከደናጉዮ ከም ዝኽእል ኣብ ኣዲስ ኣበባ ዝርከብ ወኪል ኣገልግሎት ዜና ኣናዶሉ ኤጀንሲ ሓቢሩ። ድሕርቲ ብመንገዲ ልኡዃት ስርዓት ህግደፍ ዝተገብረ ኣፈናዊ ርክብ ክልቲኦም መራሕቲ ክራኸቡ መደብ እኳ እንተለዎም ንዝምድና ክልቲኤን ሃገራት ክሓላልኽዎ ዝኽእሉ ተቐቢሮም ዘለዉ ጉዳያት ከም ዘለዉ እውን የገንዝብ። ንሱ ሓደ ያቆብ ሃይለማርያም ዝተባህለ ኣብ ምስሕሓብ ዶብ ናይጀርያን ካሜሩንን ኣብ ዝተገብረ ዘተ ከም ኣማኻሪ ውድብ ሕቡራት ሃገራት ኮይኑ ዝዓየየ ኢትዮጵያዊ ናይ ሕጊ ፕሮፌሰር ከም ዝጠቐሶ እቲ ምቅርራብ ብውሽጣዊ ኩነታት ኢትዮጵያ ከም እተደፍአ ካብዚ ብምብጋስ ቀዳማይ ሚኒስተር ኢትዮጵያ ብዝወሰዶ ዕቱብ ቀዳማይ ስጉምቲ ኢስያስ ግብረ መልሲ ከም ዝሃበን ይግለጽ። እቲ ኣይ ሰላማይ ኩናት ዝበሃል ኩነታት ምጻር ክሳብ ዝስእንኦ ንክልቲኤን ሃገራት ከም ዘሰልክየን እውን የረድእ። ኣብ ዝሓለፈ ዓሰርተ ዓመት ብሕብረተሰብ ዓለም ምሁራትን ዜጋታትን ክልትኤን ሃገራት ምፍልላይ ናይቲ ብታሪኽን ባህልን ዝተጠምረ ህዝቢ ምፍልላይ ከብቅዕ ክጠልቡ ከም ዝጸንሑ እውን የዘኻኽር። ብፍላይ እታ ብእገዳ ውድብ ሕቡራት ሃገራት ክትሳቐ ዝጸንሐት ቁጠብኣ ተሓላሊኹ ካብ ዓለም እውን ተነጺላ ዘላ ኤርትራ እዚ ናይ ኢትዮጵያ ናይ ሰላም ተበግሶ ካብ ኣህግራዊ እገዳ ከናግፋ ትጽቢት ከም ዘለዋ ከኣ ኣሚቱ። ሓደ ትዕግስቱ ኣወሉ ዝተባህለ ናይ ኣህጉራዊ ዝምድናታት ክኢላ ከምኡውን ኣቦ ወንበር ኢትዮጵያ ዩኒቲ ፓርቲ ብወገኑ ምስ ኤርትራ ሰላም ብምግባር ኣብ ኢትዮጵያ ዝመደበሮም ዕጡቓት ተቓወምቲ ኢትዮጵያ ካብ ዝገብርዎ ወተሃደራዊ መጥቃዕቲ ሓራ ንምዃን መንግስቲ ኢትዮጵያ ነቲ ስጉምቲ ከም ዝወሰደቶ እቲ ሓበሬታ ይጠቅስ። ኢትዮጵያ ነቲ ኣብ ወደብ ዓሰብ ዘሎ ሓይሊ ባሕርን ኣየርን ዘጠቓለለ ወተሃደራዊ መደበር ስዑድን ኢማራትን ከም ስግኣት ከም እትርእዮም ብምምልካት ከኣ ምስ ኤርትራ ሰላም ብምግባር ነቲ ክትንበዮ ዘይከኣል ናይ ሃገራት ወሽመጥ ስግኣት ንምውጋድ ዘካተተ ዕላማ ከም ዘለዎ ምጥቃሱ እውን የገንዝብ። ብዘይካዚ ነቲ ናይ ሰላም ምቅርራብ ብዝምልከት እቶም ኣብ ኣዲስ ኣበባ ዝተሰለፉ ሚልዮናት ኢትዮጵያውያን ነቲ ናይ ሰላም ምቅርራብ ከም ዝደገፍዎ ብምጥቃስ ብሓፈሻ ግን ዝተሓዋወሰ ግብረ መልሲ ከም ዘለዎ የረድእ። ሓደ ኣብዮት ቻረንቲ ዝተባህለ ኢትዮጵያዊ ሰራሕተኛ መንግስቲ እቲ ናይ ሰላም ርክብ ነቲ ኣብ መንጎ ክልቲኤን ሃገራት ዘሎ ጽልኢ ኣወጊዱ ኣብ መወዳእታ ኤርትራ ናብ ኢትዮጵያ ናይ ምሕባር ተኽእሎ ከም ዘለዎ ኣብይ ነዚ ከሳልጦ ከም ዝኽእል ምጥቃሱ ክገልጽ ከሎ በቲ ካልእ ወገን ሓደ ኣሸናፊ ኣብርሃም ዝተባህለ ወዲ ሓምሳን ኣርባዕተን ኢትዮጵያዊ መንግስቲ ኤርትራ ክእመን ዘይክእል ስርዓት ምዃኑ ብምምልካት ቀንዲ ዕላምኡ ነቲ ኣብ ዝተፈላለየ ጉድያት ፍልልይ ዘሎ ኣብ ስልጣን ዘሎ መንግስቲ ኢትዮጵያ ናይ ምክፍፋል ዕላማ ከም ዘለዎ የገንዝብ። ኣብ መወዳእታ ኣብ ከባቢ ዶባት እንተላይ ኣብ ከባቢ ባድመ ዘለዉ ኢትዮጵያውያን ነቲ ውጥን ሰላም ከም እተቓወምዎ እውን የዘኻኽር። ኣሜሪካ ብምኽንያት ዘይምርግጋእን ግብረ ሽበራን ዜጋታታ ናብ ሱዳን ከይገሹ መጠንቀቕታ ብምትሕልላፋ ሱዳን ጓሂኣ ከም ዝገለጸት ሽንዋ ሓቢሩ። እቲ ናይ ጉዳይ ወፃኢ ሱዳን መግለፂ መጠንቀቕታ ኣሜሪካ ሱዳን ኣዎንታውን ፖለቲካውን ጸጥታውን ሃዋህው እናሃለዎም ምውፅኡ ርትዓዊ ምኽንያት ዘይብሉ ስጉምቲ ምዃኑ ይገልጽ። ሱዳን ዞባውን ጸጥታውን ንምውሓስ ግብረ ሽበራ ንምምካትን ምስ መሓዙታ ከም እትሰርሕ ብምርግጋጽ ከኣ መንግስቲ ኣሜሪካ ነቲ ዝዘርግሖ መጠንቀቕታ ክስሕቦ እቲ መግለጺ ኣተሓሳሲቡ። ኣብ ዝተፈላለየ ኩርናዓት ዝርከቡ ደገፍትን ኣዕሩኽትን ኣሰና ድምፂ ሰና ንምስሳን ገንዘባዊ ወፈያታት ገይሮም። በዚ መሰረት ኣብ ኖርወይ ኦስሎ ዝርከብ ድምፂ ኣሰና ንምስሳን ቀፃሊ ወፈያ ዝገብር ተስፋ ማርያም ወልደ ጊዮርጊስ 100 ፓውንድ ስተርሊን ንመሰሰን ድምፂ ሰና ወፍዩ ዳዊት ብስራት ዝተባህለ ግዱስ ደጋፊ ሰና ብወገኑ ድምፂ ሰና ንምስሳን ቴስዓ ፓውንድ ስተርሊን ኣወፍዩ ኣብ በርሚንግሃም ዓዲ እንግሊዝ ዝነብር ታደሰ ኺዳነ እውን ብተመሳሳሊ ድምፂ ሰና ንምስሳን ሱሳ ፓውንድ ስተርሊን ኣወፍዩ ድምፂ ኣሰና ነዞም ድምፂ ኣሰና ንምስሳን ኣበርክቶ ዝገብሩ ግዱሳት ደገፍትን ኣዕሩኽትን ኣሰና ብስምቲ ብምልካዊ ስርዓት ኢሳያስ ተዓፊኑ ዘሎ ውፅዕ ህዝቢ ኤርትራ ኣዝያ ተመስግኖም። ዝኸበርኩም ሰማዕትና ዜና ኣብዚ ይፍጸም።
የቐንየልና ኩቡራ ተኸታተልቲ ድምፂ ሰና ምክትታልኩም እናመስገና ኣብዚ ሓድሽ ዩቱብ ቻነል ኣሰና ኒውስ እውን ሳብስክራይብ ክትገብሩ ደጊምና ነዘኻኽረኩም ብሩኽ ምሸት